ሰላም ሰላም ከመይ ትኾኑ ኩልኹም ተኸታተልተይ ኣብ ዘለኹሞ ሰላም እንጣና ንምነየልኩም ሰናይተ ምሳኹም ዘለኹ ናይ ሎሚ ሓሳበይ ከዓ ናይቲ ዝሓለፈ መቐፀልታ እዩ ኣብ ዝሓለፈ ከም ዝገለፅኮ ክዓቢ ዘይክእል ኣተሓሳስባ ዘይዓቢ ወይ ከኣ ዕጽው ዝኾነ ኣተሓሳስባን ዝዓቢ ዝምዕብል ኣተሓሳስባን ክልቲኡ በበይኑ ምዃኑ ክልቲኡ ከኣ ኣብ ሰብ ክህሉ ዝኽእል ምዃኑ ተዛሪበ ነይረ። ብዛዕባ እቲ ዘይምዕብል ወይ ከኣ ዘይዓቢ ናይ ዕቤት ዘይኮነ ኣተሓሳስባ ብዛዕብኡ ከኣ ብዙሕ ዘርዚረ ነይረ ማለት እዩ። ስለዚ። ንዕኡ ነቲ ዘይዓቢ ኣተሓሳስባ ከመይ ጌርና ንቕይሮ? ናብ ዝዓቢ፣ ክዓቢ ዝኽእል ናይ ዕቤት ዝኾነ ኣተሓሳስባ ከመይ ጌርና ንውንን? ንዝብል ሓሳብ እየ ሎማዕንትኻ መጼ ዘለኹ። ቀዳማይ ክንወስዶ ዘለና ስጉምቲ እንታይ እዩ እንተ ኢልና መጀመርታ ክነለልዮ እዩ ዘለና ማለት እዩ። እቲ ሓሳባት ዝመጸና ኣብ ውሽጥና ዝመጸ ሓሳባት፣ ናይ ምንታይ ሓሳባት እዩ? ናይ ዘይዓቢ ኣተሓሳስባ ወይ ከኣ ዕቤት ዘይብሉ ኣተሓሳስባ እንተ ደኣ ኮይኑ ከነስተውዕሎ ይግበእና። ንኣብነት፣ ኣይክእልን እየ፣ ኣይፈልጥን እየ፣ ኣይረብሕን እየ፣ ዕድለኛ ኣይኮንኩን፣ ኣይዕወትን እየ፣ ኩሉ ግዜ ምስ ከሰርኩ እየ። ብዙሓት ከምኦም ዝመሰሉ ቃላት ክመጹና ይኽእሉ እዮም። እዞም ሓሳባት እዚኦም ክንርድኦም የድልየና። እዚ ሓሳብ እዚ ናይ ጥዕና ኣይኮነን፣ ንዕቤተይ ዘይደሊ ሓሳብ እዩ ኢልና ክንሓስብ ክንክእል ኣለና፣ ክንዝክሮ ክንክእል፣ ከነለልዮ ክንክእል። እቲ ከምኡ ንብሎ ዘለናሲ ንሕና ድኹማት ስለ ዝኾንና ዘይኮናስ ኣተሓሳስባና ከይከውን ምስትውዓል። ብዙሕ ግዜ ዘይምዕዋትና ወይ ኣብ ገለ ነገር ጀሚርና ዘይምውዳእና፣ ኣብ መንጎ ምኽሳርና ምውዳቕና ኩሉ ምስ ዕድል ክተሓሕዞ ሰብ ይረኣ እዩ ማለት ግን ዕድለኛታት ዘይኮንና ኮይና ዘይኮና ኣተሓሳስባና የውድቐና ከይህሉ ምርኣይ ከድሊ። እዚ ሓሳብ እዚ ክመጸና ከሎ ኣለሊና ከኣ እዚ ዝኣስረኒ ሓሳባት ደኣ እምበር ሕማቕ ኮይነ ኣይኮንኩን ክንብሎ ኣለና ማለት እዩ። ብዙሕ ግዜ ከምዚ ዓይነት ሓሳብ ክመጽእ ከሎ ክንቃለስ ንፍትን ንምንታይ እዩ ዝሓስብ ከምዚ ሓሳባት ንምንታይ እዩ ዝመጸኒ ንብል። ግን ንምንታይ ዝመጸኒ ኢልና ምስ ነብስና ክንበኣስ ዘይኮነ ከነለልዮ እዩ ዘለና ሽዑ ብተኣማማንነት ከኣ ይኽእል እየ ኢልና እዝስ ሓሳባት እዩ ዘውድቕ ሓሳባት እዩ ዝመጸኒ ዘሎ እምበር ኣነስ ይኽእል እየ ምናልባት እኮ ኣብቲ ሽዑ ግዜ ባይታ ዘይብልካ ክትከውን ትኽእል ኢኻ ነቲ ይኽእሎ እየ ትብሎ ዘለኻ ሽዑ ክትገብሮ ዘይትኽእል ክትከውን ትኽእል ኢኻ እዚ ግን ኩነታት እዩ ደኣ ሒዝካ ዘሎ እምበር ዘይትኽእል ኮንካ ኣይኮንካን ወይ ባይታ ስለ ዘይረኸብካ እምበር ዘይትኽእል ኮንካ ኣይኮንካን ማለት እዩ። ሕጂ ኩሉ ግዜ ብምሉእ ተዳልዩ ይጸንሓና ማለት ኣይኮነን። ይኽእል እየ ምስ በልካስ ኩሉ ኩን ዝብል ኣይኮነን። ግን ይኽእል እየ ክንብል ከለና እቲ ርእስናስ ከም ንኽእል ኢና ነእምኖ ዘለና። ስለዚ ድልው እዩ ዝኸውን ንክመሃር። እንተድኣ ኣይክእልን'የ ኢልና ስቕ ኢልና በቃ በቲ ዝመጸና ሓሳባት ማለት እዩ ንኹሉ ሰብ ክመውጾ ይኽእል እዩ እሱ ከምኡ ዓይነት ኣተሓሳስባ ኣብቲ ርእስኻሲ ዘይመጽእ ነገር የለን ኣይ ክንደየናይ ገለ ዝብለካ ሓሳብ ክመጽእ ይኽእል እዩ ግን ነዚ ቀጺዕና ነዚ ሓሳብ እዚ እዝስ ዘውድቐና ሓሳብ እዩ ኣሲሩ ዝሕዘኒ ሓሳብ እዩ። ንዑ ደጋጊመ እንተሓሰብኩዎስ ዝጠቕመኒ ኣይኮነን ኢልና ኣለሊና ተውድቐኒ ዝደለኻ ሓሳብ ኢኻ ኢልና ካልእ ሓሳብ ምምጻእ ኣብ ካልኣይ ነጥቢ ወይ ከኣ ከም ካልኣይ ስጉምቲ ክንወስዶ ንኽእል። ገና ብዝብል ቃል ምትክኡ ክሳብ ሕጅስ ኣይፈለጥኩዎን። ክሳብ ሕጂ ዘይምፍላጥካሲ ጸገም ኣይኮነን። ክትፈልጥ ትኽእል ምዃንካ እዩ እቲ ቀንዲ። ክፈልጥ እየ ዝብል ክፉት ልቢ ምህላውካ እዩ እቲ ቀንዲ ነገር ማለት እዩ። ኣይክእልን እየ ኣይፈልጥን እየ ዝብል ገና ኣይፈለጥኩዎን ዘለኹ ኣይከኣልኩዎን ዘለኹ ክሳብ ሕጅስ ኣይተረደእንን ዘሎ ክሳብ ሕጅስ ኣይበጻሕኩዎን ዘለኹ እናበልና ክንትክኦ እዚ ግን ንስለምባል ዘይኮነ ብውሽጥና ከምኡ ኢልና ክንሓስብ ንርእስናሲ ጽቡቅ ጌርና ከነረድኦ ሎማዓንቲ ሰለስተ ነጥብታት እየ ጠቂሰ ዘለኹ መጀመርታ እቶም ዘይጠቅሙና ሓሳባት ምልላዮም ኢለ ኣብ ካልኣይ ከኣ ይኽእል እየ ክመሃሮ እየ ብዝብል ንተካእ እዮም። ኣብ ሳልሳይ እውን ነቲ ዘውድቐና ቃላት ንባዕሉ እውን ናይ ቃል ለውጢ እውን ንግበር፣ ክሳብ ሕጂ ይከኣልኩዎን ክሳብ ሕጂ እተማሃርኩዎን ከም ዝብል ጌርና ንተካእ እዩ። ከም ልምዲ እንተድኣ ሒዝናዮ ኣለና ኮይና እቲ ኣይክእልን እየ ቀልጢፉ ዝመጸና እንተድኣ ኮይኑ ብልምዲ ከኣ ምእንታን ክንሕዛ ነታ ይኽእል እየ ትብል ክንደጋግማ ክንለማመዳ ይግበእና ማለት እዩ። ነዛ ቪድዮ እንድሕር ደኣ ፈቲኹማ ካልእ ሰብ እውን ክጥቀመላ ስለ ዝኽእል ናብ ካልኦት ከተብጽሑዋ እናተላበኹ ንሕጂ እዚኣ ቪድዮይ ኣብዚ ክውድእ'የ ስለ ዝተኸታተልኩምኒ ብጣዕሚ የመስግን ኣብ ኮመንት ሓሳባት ደኣ እምበር ኣነስ ሰነፍ ኣይኮንኩን ሓሳባት እዩ ደኣ ሒዙኒ ዘሎ እምበር ኣነስ ሰነፍ ኣይኮንኩን ኢልኩም ክትጽሕፉ ይዕድመኩም ማለት እዩ የቐኔለይ ኣብ ካልእ ቪድዮ መቕጸልታ ናይዚ ክሳብ ንራኸብ።